ኣርእስተ ዜና ኣብ ኢትዮጵያ ዝነብሩ ኤርትራውያን ስደተኛታት ኣብ ሕማቕ ኩነታት ከም ዘለዉ ተሓቢሩ በዓል መዚ ኣግራብን እንስሳ ዘገዳምን ኤርትራ፣ ኣብ ምግራብ ጽቡቕ ገስጋስ ተመዝግብ ኣላ ይብል። ፕሬዝደንት ሶማይላንድ ኣብ እስራኤል ወግዓዊ ዑደት ኣካይዱ። ሰላም ጥዕና ሃበለይ ክብራት ተዓዘብቲ እዚ ቴሌቪዥን ሃገረ ሓማሴን እዩ ዜናታት እቲ ሰዓት ዘቕርበልኩም ዳናይት ሚካኤል እየ ንክትከታተሉ ብኽብሪ እናዓደምኩ ናብ ዝርዝር ዜና ክሓልፍ ትካል ሰብኣዊ መሰላት ውድብ ሕቡራት ሃገራት ኣብ ኢትዮጵያ ዝርከቡ ኤርትራውያን ስደተኛታት ኣብ ሕማቕ ኩነታት ከም ዘለዉ ኣተሓሳሲቡ'ሎ። ከም ጸብጻብ መርበብ ሓበሬታ ኣፍሪካ ኢንተልጀንስ፣ እቲ ብዛዕባ ኤርትራ ጸብጻብ ዘቕርብ ተወካሊ ትካል ሰብኣዊ መሰላት መሓመድ ዓብደላ ሰላም ባቢኬር፣ ኢትዮጵያ ንኤርትራውያን ስደተኛታት ምችእቲ ከም ዘይኮነት ትካል ስደተኛታት ኣብዚ መደምደምታ ከም ዝበጽሐ ሓቢሩ'ሎ። ድሕሪ ኩናት ትግራይ እቶም ኣብ መዓስከራት ሸመልባ፣ ማይ ዓይኒ፣ ሕንጻጽ ዝነበሩ ኣብ ክልል ኣምሓራ ናብ መዓስከር ኣለምዋጭ ምስ ተዘዋወሩ ግዳይ መቕተልቲ፣ መጭወይቲ ክኾኑ ምጽንሖም እቲ ጸብጻብ የረድእ። መዓስከር ኣለምዋጭ ኣብ ዞባ ሰሜን ጎንደር ዝርከብ ቦታ ኮይኑ ካብ ቀደም ኣትሒዙ መንግስቲ ዘይቆጻጸሮን ሸፋቱ ዝበዝሕዎን ቦታ ምዃኑ ይፍለጥ። ኣብቲ መዓስከር ከባቢ ዕስራን ክልተን ሽሕ ኤርትራውያን ስደተኛታት ኣለዉ። ሕጂ ድማ ዕጡቓት ኣምሓራን ሰራዊት ኢትዮጵያን ዝዋግኡሉ ናይ ኩናት ዞባ እዩ። ከም ውጺቱ ከኣ እቶም ኣብኡ ዝነብሩ ኤርትራውያን ኣብ ክልተ ሓዊ ተቀርቂሮም ክትገልጾ ዘይትኽእል መከራ ከሕልፉ ጸኒሖምን ኣለዉን። መዓልታዊ ብበራሪ ጥይት ተሃሪሙ ዝመውትን ዝቆሰልን፣ ሸፋቱ መጺዎ ኢሉ ድማ ጎረቤቱ ክረድእሉ ዝቅተል ኣዝዩ ብዙሕ እዩ። ክሳብ ሕጂ ልዕሊ ዓሰርተ ክልተ ኤርትራውያን ስደተኛታት ተቀቲሎም ኣለዉ። ኣብ ዝሓለፈ ኣዋርሕ ሓንቲ ጉዒዳ ተኽለ ዝተባህለት ኣደ ሸሞንተ ቆልዑ ካብ ዕጥቋ ዝተተኮሰላ ጥይት ብሕቆኣ ኣትዩ ብኣፍልባ በሲዑ ዝወጸ ጥይት መጥባሕቲ ጌራ ካብ ሞት ንስክላ ከም ዝተረፈት ዝርሳዕ ኣይኮነን ሓደ ኣሌክስ ዮሴፍ ብርሃነ ዝተባህለ ወዲ ዒስራን ስለስተን ዓመት መንእሰይ ሸፋቱ መጽዮሞ ጎረቤቱ ክርድእ ምስ ከደ ተቀቲሉ እዩ ኣብ ዝሓለፈ ወርሒ ጥሪ እውን ሓደ መምህር ሸፋቱ መጽዮሞ ክርድእ ምስ ወጸ ከም ዝተቀተለ ይፍለጥ። ኣብ ዝሓለፈ ወርሒ ጥሪ እውን ሓደ መንእሰይ ሸፋቱ መጽዮም ክርድእ ምስ ወጸ ከም ዝተቀተለ ይዝከር እዩ። ካብዚ ብተወሳኺ ኣብ ሃገራውያን ትካላት ዝወሃብ ዝነበረ ረዲኤት ኣዝዩ ስለ ዝነከየ እቲ ዝርካቡ እውን ብሰንኪ ኲናት ጽርግያታት ተዓጽዩ መግብታትን መድሃኒታትን ክመጽእ ስለ ዘይከኣለ ንኸቢድ ጥሜትን ዓጸቦን ተቓሊዖም ይርከቡ። እቲ ኣብ ከተማ ኣዲስ ኣበባ ዝነብር ህዝብና እውን እንተኾነ መዓልታዊ ብፖሊስ ይእሰርን ይቕተልን ኣሎ። ኣብ ዝሓለፈ ዓመት ክልተ መንእሰያት ኣሕዋትና ካብ ቤት ማእሰርቲ ክትወጹ ፈቲንኩም ብዝብል ከም ዝተቐተሉ ይዝከር እዩ። ኤርትራውያን ስደተኛታት መጀመርታ ናብ ኢትዮጵያ ምስ ሰገሩ ድማ ብደላሎ ተኣሲሮም ካብ ኣርባዕተ ክሳብ ሓሙሽተ ሽሕ ዶላር ክኸፍሉ ይግደዱ ኣለዉ። ኣብ ሱዳን ዝነብር ስደተኛ ህዝብና እውን እንተኾነ ኣብ ሕማቕ ኩነታት እዩ ዝርከብ። ኣብ መንጎ ምልሻ ቅልጡፍ ደገፍን እስላማዊ ጅሃዳዊ ሓይልን ዝተወለዐ ኲናት፣ ብሰንኪ በራሪ ጥይት፣ ሕጽረት መድሃኒት ዝሞቱ ዜጋታትና ብዙሓት እዮም። ኣብ ዝሓለፈ ቀረባ ኣዋርሕ ድማ ኣብ ካርቱም ዝነብር ስደተኛ ህዝብና ብፖሊስ ክእሰር ኣደራዕ ክበጽሖ ጸኒሑን ኣሎን። ተኣሲሮም ክሳብ ሚእቲ ሽሕ ናይ ሱዳን ቅርሺ ከፊሎም ዝወጹ፣ ከም ዝነበሩ ድማ ዝፍለጥ እዩ። ኣብ ሃገራት ዩጋንዳ፣ ኣንጎላ፣ ደቡብ ሱዳን፣ ኬንያ ዝነብር ህዝብና እውን ውሕስነቱ ዘተኣማምን ኣይኮነን። እተን ሃገራት ካብ ሃገራት ኤሮጳ፣ ኣሜሪካ ዝረኽበኦ ሓገዛት የቋርጽ ስለ ዘሎ፣ ኣብተን ሃገራት ድኽነትን ዕግርግርን ክነግስ እዩ። ከም ውጽኢቱ ከኣ ኣብ ልዕሊ ስደተኛ ህዝብና ምስጓጕን ንብረት ምዝማትን ከጋጥም ከም ዝኽእል ዘማትእ ኣይኮነን። ኤርትራ ዳርጋ ሙሉእ ብሙሉእ ናብ ምድረበዳ ተቐይራትሉ ኣብ ዘላትሉ እዋን፣ ኣንድነታዊ ኢሲያስ ብበዓል መዚ ኣግራብ ኣቢሉ ኣብ ገጽ ሚንስትሪ ዜና ኣብ ዘውጽኦ ሓበሬታ፣ ኤርትራ ኣብ ምግራብን ምፍዋስ ማይ ክዖታትን ኣድማዒ ውጽኢት ኣመዝጊባ ይብል።
እቲ ሓሳውን ዘይብቑዕን ኢሲያስ ክሳብ ሕጂ ዘተኣታተዎ ናይ ጸዓት መደባት ስለዘየለ፣ ዳርጋ ኣግራባት ብሙሉእ ተቖሪጹ፣ ዝነበረ ጫካታት ኩሉ በሪሱ'ዩ። እዚ ከምዚ ኢሉ እንከሎ ግን ቀዳማይ ስርሑ ኤርትራ ንምገራብ ይሰርሕ ከም ዝነበረ የደናግር ኣሎ። ኣብ ሃገርና ካብ ሽሕን ትሽዓተ ሚእትን ብፍላይ ከበሳ ሰላሳ ሚእታዊት ብኣግራብ ዝተሸፈነ ከም ዝነበረ መዛግብቲ ይሕብሩ። ብተደጋጋሚ ክካየድ ዝጸንሐ ብርሰት ኣግራብ ግን ናብ ትሕቲ ዓሰርተ ሚእታዊት ወሪዱ ኣሎ። ሎሚ ሃገርና ልዕሊ ቴስዓ ሚእታዊት ናብ ምድረበዳ ተቐይሩ ኣሎ። ኣንድነታዊ ኢሰያስ ናብ ስልጣን ካብ ዝመጽእ ንደሓር ካብ ሚእትን ሓምሳን ሜጋዋት ንላዕሊ ስለ ዘይሰርሕ፣ መብዛሕትኡ ህዝብና ክሳብ ሕጂ ዕንጨይቲ ወይ ተተቖሪጹ ዝተፋሕመ ፈሓም ከም ዝጥቀም ይፍለጥ። ከም ውጽኢቱ ከኣ ኣብ ሃገርና ምድረበዳነት ተኸሲቱ ሓያል ዋዕን ሃሩርን ክኽሰት ምኽንያት ኮይኑ ኣሎ። ኣብቲ ምድራዊ ገነት ዝበሃል ከበሳ ብፍላይ ከተማ ኣስመራ እቲ ምድረበዳነት ዘኸተሎ ዋዕን ዶሮናን ዳርጋ ቀትሪ ክትዛወረሉ ኣብ ዘይከኣለሉ ብርኪ'ዩ ተበጺሑ ዘሎ። ቀትሪ ናብ ከተማ ወስወስ ኣብ ዝበልካሉ ብሓመድን ዶሮናን ተደብዲብካ ኢኻ ተመጽእ መርኣዪ የብልካን እቲ ዶሮና ድማ ኣሽሓት ህዝብና ብሕማም ሓበላ ዓይኒ ክሳቐ ምኽንያት ኮይኑ ኣሎ ብተማሳሳሊ ኣብ ከበሳ ዝነበረ ሩባታትን ምንጪ ማያትን ወሓይዝ ሩባታትን መብዛሕትኡ ነቒጹ ህዝብና ብሕጽረት ማይ ይሳቐ ኣሎ። እዚ ናይ ኣግራብ ጉዳይ ናይ ሞትን ሕየትን ስለዝኾነ፣ ብዙሓት መንግስትታት እቲ ባዲሙ ዝነበረ ምድረበዳነት ንምምላስ ብሶላርን ብኤሌክትሪክን ዝሰርሕ ናይ ጸዓትን ብምትእትታው ኣግራብ ብብዝሒ ብምትካል ኣበርቲዖም ይሰርሑ ኣለዉ። ቻይና ቅድሚ ሰላሳ ዓመት ምድረበዳን ሑጻን ዝነበራ ሞንጎልያ ብዝገበረቶ ጻዕርታት ናብ ሓምላይ ኣከባቢ ቀይራቶ ትርከብ። እቲ ናብ ሓምላይ ዝተቐየረ ቦታ ድማ ዓሰርተ ዕጽፊ ናይ ኤርትራ መሬት ዝኸውን እዩ። እስራኤል እውን ዝተፈላለዩ ምህዞታት ተጠቂማ እቲ ዝነበረ ኣጻምእን ምድረበዳን ቀይራ ለምለምን ፍርያምን ከም ዝኸውን ገይራቶ ኣላ። ስዑድያ እውን መሬታ ቴስዓን ሓሙሽተን ሚእታዊት ምድረበዳ ስለ ዝኾነ ንዕኡ ናብ ዝነበሮ ንምምላስ ስዑድያ ራኢ ሓምለዋይ ልምዓት ብዝብል መደብ ሓንጺጻ ሰብዓን ክልተን ሚልዮን ሄክታር ሓምላይ ንምግባር ዓሰርተ ቢልዮን ኣግራብ ክትተክል መዲባ ብዕቱብ ትሰርሕ ኣላ። ብርሰት ኣግራብ እቲ ከኸትሎ ዝኽእል ሳዕቤን ኣብ ላዕሊ ዝተገለጸ ኮይኑ፣ ሓደ ካብ ዕላማታት ማሕበር የሕዋት ኣግኣዝያን ድማ ንሃገርና ዳግማይ ብምግራብ ሓምላይ ብምግባር ዝናብ ከም ዝውስኽን ሩባታት ከም ዝውሕዙን ምግባር እዩ። ኣብ ሳሕል፣ ባርካ፣ ጋሽ፣ ከበሳ፣ ደቡባዊ ቀይሕ ባሕርን ደንከልን ድማ ሽዱሽተ ሃገራዊ ውሕዛእቲ ክህልወና እዩ።
ፕሬዝዳንት ሪፓብሊክ ሶማይላንድ ዓብዱልራሕማን መሓመድ ዓብዱላሂ ንመጀመርታ ግዜ ወግዓዊ ዝኾነ ዑደት ናብ እስራኤል ኣካይዱ ኣሎ። ፕሬዝደንት ዓብዱላሂ ናብ እስራኤል ኣብ ዝገበሮ ዑደት ብፕሬዝደንት እታ ሃገር ኢሳቅ ሄርዞግ ኣቀባብላ ተገይርሉ። ቤት ጽሕፈት ፕሬዝደንት እስራኤል ኣብ ዘውጽኦ መግለጺ ድማ ዘካይዶ ዘሎ ዑደት ሃገሩ ምስ ሶማይላንድ ዘለዋ ርክባት ከተዕዝዝ ዝያዳ ሓጋዚ ምዃኑ ኣብሪሁ ኣሎ። ፕሬዝደንት ዓብዱላሂ ብእስራኤል ዝተገብረሉ ዕድመ ዘለዎ ሞሳ ድሕሪ ምግላጽ፣ ሶማይላንድ ወግዓዊ ኣፍልጦ ንምርካብ ብዙሕ ላዕልን ታሕትን ክትብል ከምዝጸንሐት፣ ሕጂ ድማ ህዝብን መንግስትን እስራኤል ኣፍልጦ ምሃቦም ንኢዱ ኣሎ። ፕረዚደንት እስራኤል ኢሳቕ ሄርዞግ ብወገኑ እዚ ተጀሚሩ ዘሎ ሽርክነት ዝያዳ ዓብዩ ኣብ ኩሉ ዓውዲታት ክሰርሑ ዘለዎ ተስፋ ይገልጽ። ብፍላይ ኣብ ዞባዊ ርግኣትን ጸጥታን ወሽመጥ ዓደንን ኣተኩሮ ተዋሂቦ ክስራሓሉ ከምዝግባእ ድማ ኣስሚሩሉ ኣሎ። ሶማሊላንድ ኣብ ኣገዳሲ ገማግም ባሕሪ ወሽመጥ ዓደን ተደኲና ስለትርከብ፣ ኣብ ደሞክራስን ጸጥታን ጽቡቕ ገስጋስ ስለ ዘመዝገበትን ምስ ጸለውቲ ሃገራት ድልዱል ርክባት ትምስርት ኣላ። ብዙሓት ጸለውቲ ፖለቲከኛታት፣ ዓቃባውያን ሰልፍታት እውን ሶማሊላንድ ወግዓዊ ኣፍልጦ ክትረክብ ኣበርቲዖም ክጉስጉሱ ጸኒሖምን ኣለዉን። ኣባል ሰልፊ ሪፓብሊካን ጸላዊ ሴናተር ቴድ ክሩዝ፣ ሶማሊላንድ ንረብሓ ኣሜሪካ ኣዝያ ኣገዳሲት ከም ዝኾነት ጠቒሱ'ዩ። ኣፍልጦ ክወሃባ ድማ ናብ ፕረዚደንት ዶናልድ ትራምፕ ናይ ምሕጽንታ ደብዳቤ ሒፉ ነይሩ። ብተመሳሳሊ፣ ሶማሊላንድ ወግዓዊ ኣፍልጦ ክትረክብ ዝጉስጉሱ ጸለውቲ ፖለቲከኛታት ማሕበራት ከም ዘለዉ ዝፍለጥ እዩ። በዓል ስልጣን ፔንታጎን ነበር ማይክል ሩቢን ኣብ ዝጸሓፎ እውን፣ ካብቲ ነቲ ብብልሽውና ዝመሽመሸ መንግስቲ መቓድሾ ቢልዮናት ዶላራት ሓገዝ ምውፋይ፣ እታ ኣብ ደሞክራሲ፣ ምህናጽ ትካላት ጸጥታ ዘደንቕ ምዕባለ ዘመዝገበት ሶማሊላንድ ወግዓዊ ኣፍልጦ ምሃብ ይሓይሽ ኢሉ ምጽሓፉ ዝዝከር እዩ። ከሪም፣ ኣብ ዓባይ ባይቶ ብርጣንያ እውን ብዙሓት ኣባላት ባይቶ ሶማይላንድ ወግዓ ፍልጦ ክትረክብ ብዕቱብ ዝጉስጉሱ ኣለዉ እዮም። ሎሚ ሶማይላንድ ተካይዶ ዘላ ርክባት ኣብ ዝላዕሊ ደረጃ በጺሑ ስለ ዘሎ ብዙሓት ሃገራት ኣፍልጦ ክህባ ይደናደና ኣለዋ። ብፍላይ እስራኤል ወግዓዊ ኣፍልጦ ድሕሪ ምሃባ ብዙሓት ሃገራት ኣፍልጦ ክህባ ተቐሪበን ከም ዘለዋ እዩ ዝሕበር ዘሎ። ሶማይላንድ ንሰብዓን ኣርባዕተን ዓመታት ኣብ ትሕቲ ምምሕዳር እንግሊዝ ክትመሓደር ጸኒሓ እያ። ኣብ ሰነ ናይ ሽሕን ትሽዓተ ሚእትን ስሳን ድማ ካብ እንግሊዝ ሓራ ወጺኣ። ካብ ኣሜሪካ ሓዊሱ ካብ ሰላሳ ሃገራት ኣፍልጦ ረኺባ ምንባራ ይዝከር። ድሕሪ ሓደ ወርሒ ድማ ብሰናይ ፍቓዳ ናብታ ብመግዛእቲ ኢጣልያ ትመሓደር ዝነበረት መቓድሾ ተጸንቢር'ያ። ዋላኳ ብፍቓዳ ተተጸንበረት፣ ሶማል ኣብ ሽሕን ትሽዓተ ሚእትን ቴስዓን ሓደን ብቐቢላዊ ግጭት ክትሕመስ ምስ ጀመረት ግን ሶማይላንድ ካብኣ ተፈንጪላ ናታ ባይቶ፣ ቅዋም፣ መስሪታ ንሰላሳን ሓሙሽተን ዓመታት ነብሳ ክኢላ ክትመሓደር ጸኒሓ'ያ። ምምሕዳር ጥራይ እውን ኣይኮነን ኣብ ደሞክራሲ፣ ናጽነት፣ ምህናጽ ትካላት፣ ምዕባለ ዘደንቕ ውጽኢት ኣመዝጊባ'ያ። ሕጂ ምስቲ ዘመዝገበቶ ዓወታት ብተወሳኺ፣ ኣብ ኣገዳሲ ገማግም ባሕሪ ወሽመጥ ዓደን ተደኲና ስለ እትርከብ፣ ብዙሓት ሃገራት ረብሓታተን መዚነን ኣፍልጦ ክህባ ይደናደና ኣለዋ። እስራኤል፣ እስላማዊ ሽበራዊ ሑቲ ንምግታእ ዓሊማ ኣብ ወርሒ ታሕሳስ ናይ ክልተ ሽሕን ዒስራን ሓሙሽተን ኣፍልጦ ሂባታ ምንባራ ይፍለጥ። ኢትዮጵያ እውን ኣብ ክልተ ሽሕን ዒስራን ኣርባዕተን ኣፍልጦ ክትህብ ተቕሪባ ዋላ እኳ እንተነበረት፣ ካብ ሃገራት ቱርክን ገለ ሃገራት ኣዕራብን ጸቕጢ ስለ ዝሓየላ ግን ውሳነኣ ክትስሕቦ ተገዲዳ እያ። ወግዓዊ ኣፍልጦ ሶማይላንድ፣ እተን ብብሄራት፣ ቀቢላታት ጨፍሊቐን ዝገዝኣ ዘለዋ ከም ሶማል፣ ኢትዮጵያ፣ ሱዳን ክበታተና ኣፍደገ ዝኸፍት እዩ። ምብትታን ናይዘን ሃገራት ድማ ንርግኣት ሃገርና ኣዝዩ ኣገዳሲ እዩ። ኣብ ሱዳን ከተማ ኤልቦይድ ብዝተኻየደ ናይ ሰብ ኣልቦ ነፈርቲ መጥቃዕቲ ድሮን ዕስራን ሰለስተን ሰባት ተቐቲሎም ዓሰርተ ትሽዓተ ድማ ቆሲሎም ከም ዘለዉ ናይ ሱዳን ተሓለቕቲ መሰላት ኣረዲኦም።
ብመሰረት እቶም ተሓለቕቲ መሰላት ኣብ ዘውፅኦ መግለፂ ኣብዚ ቀረባ መዓልታት ዝተፈጸመ ኮይኑ ብቐንዱ ኣብ ልዕሊ ንቐብሪ ተኣኪቦም ዝነበሩ ሰባትን ሰላማውያን ሰባት ዝነብርሉ መንበሪታትን ሰብኣዊ ረድኤት ኣብ ዝጸዓና መካይንን ዘነጻጸረ ከም ዝነበረ እዩ ዝሕበር ዘሎ። ኣብቲ መጀመርታ ዝተገበረ ደብዳብ ሓሙሽተ ሰባት ሞይቶም ዓሰርተ ክልተ ከኣ ቆሲሎም እዮም። ብተወሳኺ ድማ ኣብ ሓደ መካነ መቓብር ሰብ ክቐብሩ ዝተኣከቡ ዝተገበረ መጥቃዕቲ ድማ ኣርባዕተ ተቐቲሎም ሸውዓተ ድማ ቆሲሎም ምህላዎም እቲ ዝወጸ መግለጺ የረደ። ኣብ ምብራቓዊ ክፋል እታ ከተማ ዝርከብ መንበሪ ኣባይቲ ብዝተገበረ ደብዳብ ድማ ዓሰርተ ሰለስተ ሰባት ተቐቲሎም። ኣብ ካልእ ክፋል እታ ከተማ ብዝተገበረ መጥቃዕቲ ድማ ሓደ ናይ ሰብኣዊ ረድኤት ዝጸዓነት መኪና ዝዝውር ሰብ ተቐቲሉ፣ እታ መኪና እውን ተቓጺላ ኣላ። ኢል ኦቦይድ ርእሰ ከተማ ሰሜን ኮርዶፋን ኮይና ናብ ዳርፉርን ካልኦት ከተማታትን ዘራኽብ መስመራት ዘለዋ ኣገዳሲት ቦታ እያ። ውግእ ብናህሪ ይቕጽሉ ኣብ ዘሎ እዋን እቶም ተሓለቕቲ መሰላት ኣብ ዘውጽዎ መግለጺ፣ ኣብዚ ክልተ ሰሙን ጥራይ ብደብዳብ ድሮን ሰብዓ ሰባት ዝተቐተሉ ኮይኖም፣ ኣብ ሓሙሽተ ወርሒ ከኣ ጠቕላላ ሸሞንተ ሚእትን ሰማንያን ሰባት ሞይቶም ኣለዉ። እቲ ናይ ሱዳን እስላማዊ ጅሃዳዊ መንግስቲ፣ ሽሕ'ኳ ብሓገዝ ኣንድነታዊ ኢሰያስን፣ ኢራንን፣ ሱዕድያን፣ ግብጽን፣ ንካርቱምን ኡምዱርማንን ሓራ ኣውጺኡ፣ ናብ ምዕራብን ደቡብ ሱዳንን መጠነ ሰፊሕ መጥቃዕቲ እንተካየደ፣ ክሳብ ሕጂ ግን ክዕወት ኣይከኣለን። እቲ ኲናት ሓዪሉ እዩ ዝቕጽል ዘሎ። ብሰንኪ'ቲ ክካየድ ዝጸንሐን ዝካየድ ዘሎን ኲናትን ድማ፣ ኣብታ ሃገር ከቢድ ዝኾነ ሰብኣዊ ቅልውላው ኣኸቲሉ ኣሎ። ዓሰርተ ሓሙሽተ ሚልዮን ሱዳናውያን ካብ ቤት ንብረቶም ተማዛቢሎም፣ ሚእትን ሓምሳን ሽሕ ተቐቲሎም እዮም። ሕጂ ድማ ዕስራ ሚልዮን ሱዳናውያን ንኸቢድ ዓጸቦን ጥሜትን ተቓሊዖም ኣለዉ። ሱዳን ከምቲ ኣንድነታዊ ኢሲያስ ናይ ኣፍሪቃ ሕብስቲ ዝብላ ዘይኮነትስ ምስቲ ዘለዋ ናይ መሬት ሽግርን ብዙሕ ባህልታትን ሃይማኖታትን ኣብ ሽሕን ትሽዓተ ሚእትን ሓምሳን ሽዱሽተን ካብ መግዛእቲ እንግሊዝ ሓራ ካብ ትወጽእ ንደሓር ብኲናትን ቀጻሊ ዕልዋ መንግስትን ክትሕመስ ከም ዝጸንሐት ይፍለጥ። ካብ ሽሕን ትሽዓተ ሚእትን ሓምሳን ሓሙሽተን ክሳብ ሽሕን ትሽዓተ ሚእትን ሰብዓን ክልተን እቶም ጸለምቲ ሱዳናውያን፣ በቶም ናይ ማእከላይን ሰሜን ሱዳንን ከይዕብለሉ ስለ ዝሰግኡ ን ዓሰርተ ሸውዓተ ዓመታት ኲናት ከካይዱ ጸኒሖም እዮም። ካብ ሽሕን ትሽዓተ ሚእትን ሰማንያን ሰለስተን ክሳብ ክልተ ሽሕን ሓሙሽተን ድማ እታ ሕጂ ደቡብ ሱዳን ተባሂላ ትጽዋዕ ዘላ ሕጊ ሸሪዓ ኣይቅበልን'የ ብምባል ን ዕስራን ሸውዓተን ዓመታት ደማዊ ውግእ ከተካይድ ጸኒሓ እያ። ኣብ ክልተ ሽሕን ዓሰርተ ሓደን ድማ ድሕሪ ክንደይ ኲናት ናጽነታ ኣዊጃ እያ። ካብ ክልተ ሽሕን ሰለስተን ክሳብ ክልተ ሽሕን ዒስራን ድማ ዑመር ሓሰን ኣብ ዳርፉርን ካልእ ክፋል ሱዳንን ሕጊ ሸሪዓ ክተክል ክብል ቀጻሊ ዝኾነ ኲናትን ጨፍጫፍን ኣብ ልዕሊቶም ጸለምቲ ሱዳናውያን ከም ዘካየደ ይፍለጥ። ጠቕላላ ድማ ሰለስተ ሚእቲ ሽሕ ዝኾኑ ጸለምቲ ሱዳናውያን ከም ዝተቐተሉ ዝወጹ ጸብጻባት የረድኡ። ሕጂ እውን ካብ ክልተ ሽሕን ዒስራን ሰለስተን ክሳብ ሕጂ ኣብ ሞንጎቲ ሱዳን እስላማዊ ጅሃዳዊ መንግስትን ምልሻኣ ቁልጡፍ ደገፍን ይካየድ ኣሎ። ንሰብዓ ዓመታት መመላእታ ኣብ ሱዳን ኩናት ደው ኢሉ ከም ዘይፈለጥ እዙይ ኩሉ ዝተገለጸ እኹል ኣብነት እዩ። ሱዳን ናይ መሬት ሽግርን ብዙሕ ባህልታትን ቋንቋታትን ዘለዋ ሃገር ስለ ዝኾነት ብሓደ መንግስቲ ተጨፍሊቓ ምምሕዳር ፈጺማ ክትቀስን ኣይትኽእልን እያ። ኣብ ሱዳን ዝሓሸ ርግኣት ዝመጽእ እቶም ቀቢላታት ናይ ምዕራብን ደቡብ ሱዳንን ተፈንጪሎም ነብሶም ክኢሎም ምስ ዝመሓደሩ እዩ።
ኣሜሪካን ኢራንን ንመስመር ነዳዲ መጻብቦ ሆርሙዝ ዳግማይ ንምኽፋት ተኹሲ ጠጠው ንምባለን ኣብ ስምምዕ ከምዝበጽሓ ተሓቢሩ'ሎ።
ኣሜሪካ ኣብ ልዕሊ መራኽብ ኢራን ጌራቶ ዝነበረት ዕጽዋ ጠጠው ንምባል ስምምዕ ጌራ። ፕሬዝደንት ኣሜሪካ ዶናልድ ትራምፕ ተኹሲ ጠጠው ናይ ምባል ስምምዕነት ከምዝተናውሐን መስመር ነዳዲ ሆርሞዝ ዳግም ከምዝኽፈትን ኣፍሊጡ። መስመር ንግዲ ሆርሞዝ ነቶጉቲ ንምእራይ ከምዝተኸፈተን በቲ መስመር ነዳዲ ምትሕልላፍ ከምዝጅምርን ትራምፕ ወሲኹ ሓቢሩ። ናይ ኢራን ምክትል ወጻኢ ጉዳይ ሚኒስተር ካዚም ጋሪባዳዲ ብወገኑ፣ ሆርሞዝ ንምኽፋት ዘኽእል ስምምዕ ኣብ ስዊዘርላንድ ከምዝተኸተመ ኣረጋጊጹ። ኣብ ሊባኖስ ሓዊሱ ኣብ ኩሎም ግንባራት ዘሎ ኲናት እቲ ስምምዕነት ካብ ዝተኸተመሉ ግዜ ጀሚሩ ጠጠው ንምባል ከምዝተወሰነ እቲ ሚኒስተር ወሲኹ ኣፍሊጡ። ንሆርሞዝ ንምኽፋት ኣብ መንጎ ኣሜሪካን ኢራንን ስምምዕነት ከምዝተኸተመ ነቲ ዘተ ዝመርሓ ዘለዋ ሃገራት ፓኪስታንን ቀጠርን ኣረጋጊጸን። ቀዳማይ ሚኒስተር ፓኪስታን ሻህባዝ ሸሪፍ ድሕሪ ምኽታም እቲ ስምምዕነት ኣብዚ ሰሙን ወሳኒ ዝርርብ ከምዝካየድ ኣፍሊጡ። እቲ ስምምዕነት ኣብ ተግባር ቅድሚ ምውዓሉ ክልቲኤን ሃገራት ኣብ ቴክኒካዊ ዛዕባታት ንምዝርራብ ወግዓዊ ናይ ስምምዕነት ፊርማ ንምኽታምን ከም ዝዘራረባ ተፈሊጡ። ብሬንት ኩሩድ ዝተባህለ ኣህገራዊ መዕቀኒ ነዳዲ ብ ኣርባዕተ ሚእታዊት ብምንካይ ንሓደ በርሚል ናብ ሰማንያን ሰለስተን ነጥቢ ቴስዓን ክልተን ወሪዱ። እቲ ስምምዕነት ተግባራዊ እንተኾይኑ ኣብ ቀረብ ጸዓት ዘጋጠመ ኣህጉራዊ ቅልውላው ከም ዝቃለል ንልዕሊ ሚእቲ መዓልታት ዝጸንሐ ኲናት ጠጠው ከም ዝብልን ተፈሊጡ። እቲ ስምምዕነት እቲ ዞባ ናብ ዝገደደ ናይ ኲናት ረመጽ ከይጥሕል ገለ ሃገራት ብዝገብርኦ ዘይተሓለለ ጻዕሪ ከም ዝኾነ ተሓቢሩ። ብኻልእ ዜና፣ እቲ ብኢራን ዝምወል እስላማዊ ጅሃዳዊ ዕጡቕ ሒዝቦላህ ኣብ ሰሜናዊ እስራኤል ደብዳብ ኣካይዱ ነይሩ። ፕሬዝደንት እስራኤል ቢንያሚን ኔታንያሁ እቲ መስመር ዝተኸፈተ ድሕሪ'ቲ ናይ ሂዝቦላህ መጥቃዕቲ ከም ዝኾነ ኣረጋጊጹ። እስራኤል ርእሳ ናይ ምክልኻል መሰል ከም ዘለዋ ትራምፕ ክሕብር ከም ዝጸንሐ ይፍለጥ። እቲ ኲናት ኣብ ወርሒ ለካቲት ምስ ተጀመረ፣ ኢራን መሻርኽቲ ኣሜሪካ ኣብ ዝዀና ሃገራት ወሽመጥ ዓረብ ብሚሳይልን ብድሮናትን ጽዕጹዕ ደብዳብ ኣካይዳ ነይራ። ብሰንኪ እቲ ኲናት ዋጋ ነዳዲ ኣመና ክብ ኢሉ፣ ብተወሳኺ ኣብ ንግዳውን ናይ ጽላት ምንቅስቓስን እቲ ዞባ ዓቢ ጽልዋ ፈጢሩ ይርከብ። ፓኪስታንን ቀጠርን ተዅሲ ጠጠው ናይ ምባል ስምምዓት ብምንዋሕን ንሆርሞዝ ብምኽፋትን፣ ኣብ መንጎ ኣሜሪካን ኢራንን ናይ ኒዩክለር ዝርርብ ንምጅማር ዘይተሓለለ ጻዕርታት ክገብራ ጸኒሐን እየን። ሃገራት ኤሮጳ ዋሕዚ ስደተኛታት ንምግታእ ሱር በተኽ ስጉምታት ይወስዳ ኣብ ዘለዋሉ እዋን፣ ኣፍጋናውያን ስደተኛታት ናብ ዓዶም ንምጥራዝ ምስ መንግስቲ ጣሊባን ይዘራረባ ከም ዘለዋ ኣፍሊጠን። ሓላፊ ጉዳይ ስደተኛታት ኤሮጳዊ ሕብረት ማግነስ ብሩነር ኣብዚ ጉዳይ ኣመልኪቱ ኣብ ዝሃቦ መብርሂ፣ እቲ ኣብ ኤሮጳ ዘሎ ሽግር ንምፍታሕ ምስ ጣሊባን ከም ዝተዘራረበ ኣረዲኡ። እቲ ሽግር ልዕሊ ዓቕን ብምዃኑ ድማ ዋላ ጣሊባን ሽበራዊ ይኹን ካብ ምዝራብ ካልእ ኣማራጺ ከም ዘይብሉ ወሲኹ የረድእ። ብሰንኪ ኣብ ኣፍጋኒስታን ዘሎ ዘይምርግጋእ ሕሱም ድኽነት ኣሽሓት ኣፍጋናውያን ናብ ሃገራት ኤሮጳ ከም ዝተሰደዱ ይፍለጥ። ካብ ኣፍጋኒስታን፣ ሶርያን ካልእን ዝመጽኡ ስደተኛታት ጠንቂ ብዙሕ ማሕበራዊ ቅልውላው ይኾኑ ብምህላዎም እቶም መንግስታት፣ ኣብ ምጥራዝ ኣተኩሮ ገይሮም ይዘራረቡ ኣለዉ። መንግስቲ ጀርመን ሸውዓተ ሚእቲ ሽሕ ሶርያውያን ሸሸሞንተ ሽሕ ዶላር ሂቡ ንምጥራዝ ምስቲ ሓድሽ መንግስቲ ሶርያ ዝርርብ የካይድ ኣሎ። ኣብ ሃገራት ኤሮጳ ካብ ግዜ ናብ ግዜ ኣስላም ብቑጽሪ እናበዝሑ ሓደ ኣስላማይ ክሳብ ሸውዓተ ኣንስቲ እናተመርዓወ ይባዝሑ ብምህላዎም ኣብ ልዕሊ እቶም ደቀባት ክርስትያን ኤሮጳውያን ዓቢ ስግኣት ፈጢሩ ይርከብ። ኣስላም ኣብ ዝሓለፈ ዕስራ ዓመታት ብብዝሒ ናብተን ናይ ክርስትያን ዓድታት ዝኾና ሃገራት ኤሮጳን ኣሜሪካን ብብዝሒ ካብ ዝስደዱ ኣትሒዞም ተደጋጋሚ ግብረ ሽበራዊ መጥቃዕቲ ክገብሩ፣ ህጻውንቲ ቆልዑ ክዕምጹ፣ ንደቀባት ክርስትያን ብሓይሊ ገንዘብ ብምትላል ከመስልሙ፣ ኣብያተ ክርስትያናት ኣፍሪሶም ናብ መሳጊድ ክቕይሩ፣ ኣብተን ዘዕቆባኦም ሃገራት ሕጊ ሸሪዓን እስላማዊ ባህልን ክእውጁ፣ ናይተን ሃገራት ሃይማኖታውን ሃገራዊ መንነት ከጥቅዑን ከዳኽሙን ጸኒሖም እዮም። በዚ ድማ ኣብተን ኣስላም ዝኣተወለን ሃገራት ኤሮጳ ዘይምርግጋእን ህውከትን ነጊሱ ይርከብ። ነዚ ስዒቡ እቶም ደቀባት ክርስትያን ኤውሮጳውያን፣ ንኣስላም ብፍላይ ብሓፈሻ ድማ ስደተኛታት ካብ ሃገሮም ክወጹሎም ይጉስጉሱ ኣለዉ። ኣብተን ሃገራት ስደተኛታት ናብ ዓዶም ክጥረዙ ዝሰርሑ ሰልፍታት ካብ እዋን ናብ እዋን ህቡብነትን ዓቢ ናይ ህዝቢ ድጋፍን ረኺቦም እዮም። በዚ እውን ኣብ ሃገራት ኤውሮጳ ኣንጻር ኣስላም ስደተኛታት ዝግበር ጎስጓሳትን ምጥራዝን እናሓየለ ይኸይድ ኣሎ። ብዙሕ ህዝቢ ትግርኛ ኣብ ሃገራት ኤውሮጳን ኣሜሪካን ዝነብር ኮይኑ፣ ብሰንኪ እቶም ኣስላም ዝገብርዎ እስላማዊ ሽበራዊ መጥቃዕትታትን ቁጽራዊ ዕብለላን ህዝቢ ትግርኛ ናይ ምጥራዝ ግዳይ ይኸውን ኣሎ። ህዝብና ብሰንኪ ኣንድነታዊ ኢሳያስ ካብ ዓዱ ብብዝሒ ኣብ ምህዳም ይርከብ። ኢሳያስ ብሽም ሃገራዊ ኣገልግሎት፣ መንእሰያትና ብሓይሊ ብምግዳድ ገደብ ዘይብሉ ናይ ጉልበት ምዝመዛ፣ ባርነትን ፈሪዱዎም ይርከብ። ዕላማ ኢሳያስ ኣፍወርቂ ንዓና ንህዝቢ ትግርኛ ካብ ዓድና ብምስዳድ ብኣካልን ብባህልን ብምጽናት ንሃገርና ብምድኻም ካብ ዓለም ብምንጻል ኣብ ሃገርና ካብ ሱዳንን የመንን ጅቡትን ኢትዮጵያን ኣስላም ብምግዓዝ ናይ ኤርትራ ዴሞግራፊ ብኣስላም ብምትካእ ኣብ መወዳእታ ንሃገርና ኤርትራ ናብ ኢትዮጵያ ንምሕዋስ እዩ። ነዚ ንምዕዋት ድማ ኣንድነታዊ ኢሰያስ ኣፎርቂ ንህዝብና ዓዱ ገዲፉ ከም ዝስደድ እቲ ኣብ ዓዱ ዘሎ ድማ ብጥሜት ብዘስካሕክሕ ድኽነት ብባርነት ብምዝመዛ ጉልበት ብቐዋሚ ድንቁርናን ብሕማምን ብማእሰርትን ብፍርሕን ሽበራን እናሳቐዮን እናዋረዶን ይርከብ። ኣብ መወዳእታ ዜና ስፖርት፣ ውድድር ዋንጫ ዓለም ናይ ክልተ ሽሕን ዒስራን ሽዱሽተን፣ ቀዳምን ሰንበትን ካብ ግሩፕ ክልተ ክሳብ ግሩፕ ሽዱሽተ ተመዲበን ዝርከባ ሃገራውያን ጋንታታት ብዘካየድኦ ግጥማት ቀጺሉ ኣሎ።
ውድድር ዋንጫ ዓለም ክልተ ሽሕን ዒስራን ሽዱሽተን መቐጸልታ ናይቶም ካብ ዝሓለፉ ሓሙስ ዓሰርተ ሓደ ሰነ ጀሚሩ ከካይዶም ዝቐነየ ግጥማት ትማሊ ቀዳምን ሰንበትን እውን ካብ ጉሩፕ ክልተን ክሳብ ጉሩፕ ሽዱሸን ተደላዲለን ዝርከባ ሃገራውያን ጋንታታት ብዘካይድኦ ግጥማት ቀጺሉ ኣሎ። ነዚ ስዒቡ ብቐዳም ዓሰርተ ሰለስተ ሰነ ምሸት ሰዓት ዓሰርተ ሃገራዊት ጋንታ ቀጠር ምስ ሃገራዊት ጋንታ ስዊዘርላንድ ኣብ ሕቡራት መንግስታት ኣሜሪካ ከተማ ሳንታ ክላራ ኣብ ዘካየድኦ ግጥም ማዕረ ሓደ ብሓደ ተፋላልየን ኣለዋ። ኣብቲ ልዕሊ ሱሳን ሸውዓተን ሽሕ ደገፍቲ ዝተረኸቡሉ ግጥም፣ ንሸቶ ሃገራዊት ጋንታ ስዊዘርላንድ ብሬል ኢምቦሎ ኣብ መበል ዓሰርተ ሸውዓተ ደቒቕ ከመዝግባ እንከሎ፣ ነታ ንሃገራዊት ጋንታ ቀጠር ማዕረ ዝገበረት ሸቶ ድማ ተኸላኻሊ ሚሮ ሞሀዩም ኣብ መበል ተስዓን ሸውዓተን ደቒቕ ናብ ናይ ባዕሉ ልዳት ብጌጋ ኣመዝጊቡዋ። ንዕኡ ስዒቡ ሰንበት ዓሰርተ ኣርባዕተ ሰነ ለይቲ ሰዓት ሓደ ሃገራዊት ጋንታ ብራዚል ምስ ሃገራዊት ጋንታ ሞሮኮ ኣብ ሕቡራት መንግስታት ኣሜሪካ ከተማ ኢስት ራዘርፎር ኣብ ዘካየድኦ ግጥም ድማ ማዕረ ሓደ ብ ሓደ ተፋላልየን ኣለዋ። ኣብቲ ልዕሊ ሰማንያ ሽሕ ደገፍቲ ዝተረኸቡሉ ግጥም ንሸቶ ሃገራዊት ጋንታ ሞሮኮ ኢስማኢል ሳይባሪ ኣብ መበል ዕስራን ሓደን ደቒቕ ከመዝግባ እንከሎ ነታ ንሃገራዊት ጋንታ ብራዚል ማዕረ ዝገበረ ሸቶ ድማ ቪኒስየስ ጁንየር'ዩ ኣብ መበል ሰላሳን ክልተን ደቒቕ ኣመዝጊብዋ። ብድሕሪኡ ሰንበት ዓሰርተ ኣርባዕተ ሰነ ለይቲ ሰዓት ኣርባዕተ ኣብ ሕቡራት መንግስታት ኣሜሪካ ከተማ ፎክስቦሮው ኣብ ዝተኻየደ ግጥም፣ ሃገራዊት ጋንታ ስኮትላንድ ኣብ ልዕሊ ሃገራዊት ጋንታ ሄይቲ ሓደ ብ ዜሮ ተዓዊታ ኣላ። ኣብቲ ልዕሊ ስሳን ኣርባዕተን ሽሕ ደገፍቲ ዝተረኸቡሉ ግጥም፣ ነታ እንኮ ሸቶ ሃገራዊት ጋንታ ስኮትላንድ ኣከፋፋሊኣ ጆን ሚጌን'ዩ ኣብ መበል ዕስራን ሸሞንተን ደቒቕ ኣመዝጊቡዋ። ንዕኡ ስዒቡ ንግሆ ሰዓት ሸውዓተ ኣብ ካናዳ ከተማ ቫንኩቨር ኣብ ዝተኻየደ ግጥም ድማ፣ ሃገራዊት ጋንታ ኣውስትራልያ ንሃገራዊት ጋንታ ቱርኪ ክልተ ብ ዜሮ ስዒራታ ኣላ። ኣብቲ ልዕሊ ሓምሳን ክልተን ሽሕ ደገፍቲ ዝተረኸቡሉ ግጥም ንሸቶታት ሃገራዊት ጋንታ ኣውስትራልያ ኔስቶሮይ ኢራኩንዳ ኣብ መበል ዕስራን ሸውዓተን ደቒቕ ኮኖር ሞትካልፍ ድማ ኣብ መበል ሰብዓን ሓሙሽተን ደቒቕ እዮም ኣመዝጊቦመን። ብድሕሪኡ ሰንበት ዓሰርተ ኣርባዕተ ሰነ ምሸት ሰዓት ሸሞንተ ኣብ ሕቡራት መንግስታት ኣሜሪካ ከተማ ህዩስተን ኣብ ዝተኻየደ ግጥም ሃገራዊት ጋንታ ጀርመን፣ ሃገራዊት ጋንታ ኩራ ኣኮ ብገፊሕ ኣፋላላይ ሸውዓተ ብ ሓደ ሲዒራታ'ላ። ኣብቲ ልዕሊ ሱሳን ሸሞንተን ሽሕ ደገፍቲ ዝተረኸቡሉ ግጥም፣ ነተን ሸውዓተ ሸቶታት ሃገራዊት ጋንታ ጀርመን፣ ፊሊክስ ሜቻ፣ ኒኮ ሽክሎ ተርበክ፣ ካይ ሃቨርትዝ፣ ጃማል ሙሲየላ፣ ናትናኤል ብራውን ከምኡ'ውን ዳኒዝ ኢዶቫ ከመዝግብወን እንከለዉ፣ ነታ እንኮ ሸቶ ሃገራዊት ጋንታ ክራካኦ ድማ ሊቫን ኮመንሲያ ኢዩ ኣመዝጊብዋ። ንዕኡ ስዒቡ ምሸት ሰዓት ዓሰርተ ሓደ ኣብ ሕቡራት መንግስታት ኣሜሪካ ከተማ ኣርሊንግተን ኣብ ዝተኻየደ ግጥም፣ ሃገራዊት ጋንታ ኔዘርላንድ ምስ ሃገራዊት ጋንታ ጃፓን ማዕረ ክልተ ብ ክልተ ተፈላልየን ኣለዋ። ኣብቲ ልዕሊ ስሳን ትሽዓተን ሽሕ ደገፍቲ ዝተረኸቡሉ ግጥም፣ ንሸቶታት ሃገራዊት ጋንታ ኔዘርላንድ ቬርጂል ቫን ዳይክ ኣብ መበል ሓምሳን ሓደን ደቒቕ፣ ክራይሴንሲዮ ሳመርቫይል ድማ ኣብ መበል ስሳን ኣርባዕተን ደቒቕ ከመዝግብወን እንከለዉ፣ ንሸቶታት ሃገራዊት ጋንታ ጃፓን ድማ ከይቶ ናካሙራ ኣብ መበል ሓምሳን ሸውዓተን ደቒቕ፣ ዳይቺ ካማዳ ድማ ኣብ መበል ሰማንያን ትሽዓተን ደቒቕ እዮም ኣመዝጊቦመን። ሎሚ ሶኒ ዓሰርተ ሓሙሽተ ሰነ ለይቲ ሰዓት ክልተ ኣብ ሕቡራት መንግስታት ኣሜሪካ ፊላደልፊያ ኣብ ዝተኻየደ ግጥም፣ ሃገራዊት ጋንታ ኣይቬሪኮስት ንሃገራዊት ጋንታ ኢኳዶር ሓደ ብ ዜሮ ስዒራታ'ላ። ኣብቲ ልዕሊ ስሳን ሸሞንተን ሽሕ ደገፍቲ ዝተረኸቡሉ ግጥም፣ ነታ እንኮ ሸቶ ሃገራዊት ጋንታ ኣይቬሪኮስት ኣማድ ድያሎ እዩ ኣብ መበል ቴስዓ ደቒቓ ኣመዝጊቡዋ። ሎሚ ሶኒ ዓሰርተ ሓሙሽተ ሰነ ንግሆ ሰዓት ሓሙሽተ ኣብ ሜክሲኮ ከተማ ሞንተረይ ኣብ ዝተኻየደ ግጥም፣ ሃገራዊት ጋንታ ሽወደን ንሃገራዊት ጋንታ ቱኒዝያ ብገፊሕ ኣፋላላይ ሓሙሽተ ብ ሓደ ስዒራታ'ላ። ኣብቲ ልዕሊ ሓምሳ ሽሕ ደገፍቲ ዝተረኽቡሉ ግጥም ንሸቶታት ሃገራዊት ጋንታ ሽወደን ኣሌክሳንደር ኢሳቕ፣ ቪክቶር ጊዩኬርዮስ፣ ያሲን ኣያሪ ከምኡ'ውን ማቲያስ ስቫንበርግ ከመዝግቡወን እንከለዉ፣ ነታ እንኮ ሸቶ ሃገራዊት ጋንታ ቱኒዝያ ድማ ዑማር ረኪክ'ዩ ኣመዝጊቡዋ። ግጥማት ዋንጫ ዓለም ክልተ ሽሕን ዕስራን ሽዱሽተን ሎሚ ሰኑይ ዓሰርተ ሓሙሽተ ሰነ ምሸት ሰዓት ሸውዓተ ሃገራዊት ጋንታ ስጳኛ ምስ ሃገራዊት ጋንታ ኬብ ቨርደ ኣብ ሕቡራት መንግስታት ኣሜሪካ ከተማ ኣትላንታ ንዕኡ ስዒቡ ምሸት ሰዓት ዓሰርተ ድማ ሃገራዊት ጋንታ ቤልጅም ምስ ሃገራዊት ጋንታ ግብጺ ኣብ ሕቡራት መንግስታት ኣሜሪካ ከተማ ሲያትል ብዘካይዶ ግጥም ክቕጽል እዩ። ብኻልእ ዜና ድማ ኣብቲ ትማሊ ሰንበት ዓሰርተ ኣርባዕተ ሰነ ኣብ ጥልያን ብዕሊ ዝተጀመረ ናይ ትሕቲ ዕስራን ሰለስተን ዓመት ውድድር ጂሮ ዲኢታሊ እቲ ምስ ዓባይ ብሪጣንያዊት ጋንታ ኢኒኦስ ግረናደሬስ ብምዃን ኣብቲ ውድድር ዝሳተፍ ዘሎ መንእሰይ ተቐዳዳማይ ሃገርና ሚልክያስ ማእከለ መበል ዕስራን ሓሙሽተን ተርታ ብምሓዝ ነቲ መድረኽ ዛዚምዎ ኣሎ። ኣብቲ ሚእትን ስሳን ሸሞንተን ኪሎሜተር ብምሽፋን ካብ ከተማ ሬጂየ ካላብሪያ ተበጊሱ ኣብ ከተማ ቪቦ ቫሌንቲያ ዝተዛዘመ መድረኽ፣ እቲ ንልዕሊ ሱሳ ኪሎ ሜተር ንበይኑ ሃዲሙ ዝወዓለ ኖርወያዊ ተቐዳዳማይ ካስፐር ሃውግላንድ ቀዳማይ ኮይኑ ክዕወት እንከሎ፣ ጥልያናውያን ሪካርዶ ፋብሮንን ዳቪዶ ዶናቲንን ድማ ካልኣይን ሳልሳይን ተርታ ብምሓዝ ነቲ መድረኽ ኣብ ፖድዮም ደይቦም ዛዚሞሞሉ። ካልኣይ መድረኽ ውድድር ትሕቲ ዕስራን ሰለስተን ዓመት ውድድር ጂሮ ዲ ኢታሊ ሎሚ ሶኒ ዓሰርተ ሓሙሽተ ሰነ ሚእትን ሓምሳን ኣርባዕተን ኪሎ ሜተር ብምሽፋን ካብ ከተማ ትሮፒያ ተበጊሱ ኣብ ከተማ ክሮንቶነ ክዛዘም እዩ።